ሰላም ሰላም ደቂ ነጋውስ ከመይ ኣለኹም ኣነ ብጣዕሚ ጽቡቅ ኣለኹ ንስኻትኩም ጽቡቅ ክትብሉ ከኣ በዓልቲ ሙሉእ ተስፋ እየ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ እዚኣ ከኣ ሳልሰይቲ ክፋል እያ ኮይና ደላ ማለት እዩ ናይ ኣናኖኪ ኣናናኪ መን እዮም ተዛሪብና ነርና ኢና ካብ ዓሰርተ ክልተ ዳይመንሽን ዝመፁ ወርቂ ደልዮም ናብዛ ናትና መሬት ማለት እዮም እሳቶም ቁፅሮም ሰለስተ ሚእቲ እታቶም ናይቶም ሰራሕተኛታት እቶም ጂጂ ዝበሃሉ ከዓኒ እቶም ኤጂጂ ዝበሃሉ ከዓ ሽዱሽተ ሚእቲ ኮይኖም መፅኦም ኣብዚ ከምዚ ናታቶም ጊልያታት ስለ ዝነበሩ ብዝቐልጠፈ ቦታ ሰሪሖም ብሸውዓተ መዓልቲ ፅቡቅ ቦታ እቲ ቦታ ስጋብ ሕጂ ኣብ ዒራቅ ኣብ ዒራቅ ስቲል እቲ ቦታ ስጋብ ሕጂ

እርዱ ኦኬ እቺ ምንቢብኩም እርዱ ዝበሃል ኣብዚ እዚ ሰሪሖም ንሳቶም እዮም ሰሪሖም ንመጀመርታ ግዜ ኣብዚ ሰሪሖም ኣብኡ ተቀሚጦም ሸውዓተ መዓልቲ ካብኡ እዮም ኩሉ ተኣዋርቅ እንዳወሰዱ ንዓዶም ኣሕውዮም ማለት እዩ ንዓዶም ኣሕውዮም ምስ ደቂ ኣዳም ተዋሲቦም ብዙሕ ትምህርቲ ምሂሮም ብብዓይነቱ ትምህርቲ ማለት እዩ። እዚኣቶም ምንቲም ኣናናኪ ዝበሃሉ መን እዮም ኣናናኪ ድሕን ተባሂሉ ድሕር ሕጂ ንፈልጥ ኢና ቀደም ቀደም ቀደም ቀደም ቀደም ሎንግ ታይም ዝመፁ ንመሬት ማለት እዩ ኦኬ ኢንኪ እቲ ኢንኪ እቲ ስማርት ዝነበረ ማለት እዩ ብቴክኖሎጂ ንፉዕ ዝነበረ እዩ ማለት እዩ እሱ እዩ ከማ ኣብዚ ወርቂ ከም ዘሎ ፈሊጡ ነቶም ኩሎም ነቶም ኣናናኪ ነጊርዎም ማለት እዩ ነጊሩ ካብዚ ወሲድና ንመሬትና ንናና ፕላኔት ክንዕርያ ዝበለ ኣብቲ ኣኼባ ንሱ ዳሕራይ ከዓ እቶም ካልኦት ተሓጋጊዞሞ ኣብቲ ቀዳማይን ካልኣይን ቪድዮ ኣብኡ ረእይዎ ብዝያዳ ንሱ ድሕን ደይረኣኹም እቲ ቀዳማይን ካልኣይን ቪድዮ ድሕን ደይረኹም ፕሊስ ኣይክርዳኣኩምን ሕጂ ዋን ቱ ስሪ ኢልካ ብሓደ ግዜ ከማን ድሕን ማለት ብሓደ ግዜ ማለት ኣብ ሓደ ሰሙን ድሕን ኩሉ ወዲእኩሞ ኩሉ እቲ ስእሊ ክገጥም እዩ ድሕን ርኢኹሞ ፀኒሕኩም እንደገና ክዝክርዎ ምናልባት ዲፊክል ስለ ዝኸውን ድሕን ሽዑ ከም ሓደ ጽውጽዋይ ወይ ከኣ ከም ሓደ ታሪኽ ገይርኩም ድሕን ፈሊጥኩሞ ምስቲ ናትኩም ኣብ ሃይማኖት ትመሃርዎ ሽዑ ማች ትገብርዎ ገለ ነገርሲ ኣብ ውሽጥኹም ናይ ግድን ክስምዓኩም እዩ ግን ኖኖ እዚ ኣይኾነን ድሕን ትብሉ ኮንኩም ግን ሕጂ ኩንትራት ተኣታቲና ኢና ደልየኩም ነገራት ኣይትውዓልዎ ድሕን እዚ ኣየድልየኩምን ኮይኑ ትገድፉ ድሕን ኣድልየኩም ኮይኑ ን ኢንፎርሜሽን ፅቡቅ እዩ ገንዘብ ከፊልካ ኢንፎርሜሽን ዝርከብ ኢልኩም ድሕን ትሓስቡ ከምኡ ዓይነት ኣጣማምታ ናብ ሂወት ናብ ነገራት ድሕን ኣለኩም ግን እዚ ጠቃሚ ኢለ ይኣምን ኦኬ ኢንኪ ሕጊ ጥሒሱ ጓል ኣዳም ኣፍቂሩ ፍቅሪ ሒዝዎ ምክንያቱ እቲ መጽሓፍ ቅዱስም ከምኡ እዩ ዝብል ደቂ ኣዳም ጽቡቃት ስለ ዝነበሩ ሲ ፈትዮሞን ኣትዮመን እዩ ዝበሃል። ካልእ ካልኦት ሪሰርቸር ግን እንታይ ይብሉ ኖ ኖ ብጣዕሚ ክስታይ ታሕቲ ማለት ሳበጅ ዓይነት እዮም ነይሮም እቲ ህዝቢ ድሕን ሳበጅ ነይሩ ካብ ዓሰርተ ክልተ ዳይመንሽን መፂኦምሲ ከመይ ገይሮም እዮም ዳኒ ፋንሲ ደስ ክብልኦም ሕጂ ኣብዚ ሚስ ኣንደርስታንዲን ኣሎ ምናልባት ዶ ፀለምቲ ዶ ነይሮም ምኾኑ ንዓኻትኩም ገዲፈልኩም ኣለኹ ደቂ ነጋውስ ብዝኾነ እሱ ጥሒሱ ፍቕሪ ሒዝዎ ወሊዱ ወሊዱ ነቲ ውላዱ ዝወለዶ ከዓኒ ኣዳባ ኢሉ ፀዊዕዎ ስሙ ኣዳባ ፍርቂ ሰብ ፍርቂ ከዓኒ ኣናኗኪ ማለት እዩ ፈፍርቂ ፍርቂ ሰብ ፍርቂ ኣናናቂ ኮይኑ ተወሊዱ ማለት እዩ። በሊሕ፣ ፈላጥ፣ strong፣ ሓያል፣ ብርቱዕ፣ እዩ ምክንያቱ ነዋሕቲ፣ ሓያላት፣ ገለመለ ስለ ዝኮኑ ዋላ ምስ ኣንበሳ ከማነይሲ ይበኣሱ ነይሮም ዋላ ቀደም ከማነይ ዓባያ ከተዕልለና ከላስ እቶም ኣዝማዶምሲ እቶም ኣዝማዳትሲ ምስ ኣቦሓጎታታ ገለ መለ ንዓኣ ማለት እዩ ንታ ናድያስ ኣቦሓጎታታ ደም ኢንወይ ንእሽተይ ሕልፍ ድበለ ክልተ ሰለስተ ድሕሪት ማለት እዩ ከይቀተልና ኣንበሳ ወይ ከዓ ከይቀተልና ገለስ ኣይንምርዓው ኢና ዝብሉ ነገራት ፈኸራታት ነይሩ ደርፍታት ከማን ነይርዎም ሕጂ ከምኡ ዝገብሩ ነይሮም እዮም ዘይግበር ነገር ሳይኮነን ኤኒወይ እቶም ደቂ እቲ ኢንኪ ብጣዕሚ ብጣዕሚ ብጣዕሚ ብርቱዓትን በላሕትን ንፉዓትን ኮይኖም ኦኬ ሕጂ እቲ እቲ ኣዳብስ እቲ ኣዳብስ ን ኣቲቲ ዝተባህለት ተመርዒዋ ካልእ ከምኡ ማለት እዩ ተመርዕዩ ደቁ ከዓኒ ደቂ ከኣ ወሊዱ እቶም ዝወለዶም ከዓኒ ፈርዮም ካብ ፈርዮም ሓያሎ ሓያሎ ለት ሚ ሪድ ኢት ኦኬ ፈላጣት ኮይኖም እቲቲ ተመርዕዩ ንቲቲ ተመርዕዩ ደቁ ደቁ ደቆም ደቆም ከዓ ተዋላሊዶም ፈርዮም ሓየሉ ሓያላት ኮይኖም እቶም ካልኦት ከዓኒ እንዳተዳኸሙ እንዳተዳኸሙ ከይዶም ግን ናቱ ናቱ ግን ብርቱዓት ኮይኖም ሰብ ከዓኒ እንዳበዝሐ እንዳበዝሐ ከይዱ ግዜቲ ማለት እዩ ዝበልዕዎ ሲኣኑ ዝበልዕዎ ሲኢኖም ክታፋነኑ ነንሕድሕዶም ክታፋነኑ ጀሚሮም ዝበልዕዎ ስለ ዝሰኣኑ ክታፋነኑ ጀሚሮም ክታፋነኑ ጀሚሮም ጥሜት ድርቀትን ኣጥፊእዎም እቶም ህዝብታት ድማ ንኢንኪ ከም ፈጣሪ ክርእይዎ ጀሚሮም ከምልኽዎ ክልምንዎ ጀሚሮም ሕጂ ኣብቲ ግዜ ናይ መከራ ምስ ኮነ ምስ ተፋናኑ ኣፍኮርስ እቲ ሓንቲ መልሶም ዝነበረት ኢንኪ ስለ ዝኾነ ንኢንኪ ከምልኽዎ ጀሚሮም ማለት እዩ ከም ፈጣሪኦም ኢንኪ ፕላኔቶም እቶም ግን በዓል ኢንኪ ካብ ናታቶም ፕላኔት እዮም መፅም ኢንኪ ፕላኔቶም ጥዕያ እቲ ወርቂ ዝወስድዎ ዋትኤቨር ዝወስድዎ ዝነበሩ ኩሉ ሓጊዝዎም ነታ ዓዶም ማለት እዩ ነታ ዓዶም ነታ ናታቶም ፕላኔት ሓጊዛታ ኩሉ ኩሉ ግዜ ከኣ ክኸዱ ክመጹ ኣይክእሉን እዮም መንገድታት ነይሮም ቀረባ ትኾነሉ እታ ናታቶም ፕሌነት ናብዛ ናብዛ ዓለም ሕጂ ከማነይ ክትቀርብ ኣላ እየ ድብሉ ሰባት ኣለዎ ክቀትሉና ድዮም ድመፁ ደዶስ ዋላ ካልእ ፍልጠት ድዮም ክህቡና ዋላ ገለ ዝብሉ ግን ኣይመስለንን ዝቀትሉና ግን ምናልባት ፍልጠት ህቡና ክኾኑ እዮም እቲ ሕማቅ ሕማቅ ካብ ሰብ ካብ ኮሎ ጠፍእኾም ብዝኾነ ኢንኪ ፕላኔቶም ጥዕያ ተገዳስነት ናይ ሰብ ኣጥፊኦም ናይ ሰብ ተገዳስነት ሲ ኣጥፊኦም ምክንያቱ እታ ናቶም ዓለም እታ ናታቶም ቦታ እንዳ እንዳጠዓየት ስለ ዝኸደት ካብቲ ከተማ ሰጎግዎም እቲ ከተማ ኤዶም ዝብሃል እዩ ከተማ ኤደን ኤዶም ዝብሃል ከምዚ ገነት ወይ ከኣኒ እዚ ኢርዱ እዛ ዘርኣኹኹም ስእሊ ማለት እያ ካብኡ ሰጊጎሞም ዳሕራይ ኣብ ኩሉ ዓለም ፋሕ ኢሎም ካብ ኩሉ ዓለም ፋሕ በሉ ኣብ ከተማ ኤዶም ደቂ ኢንኪ ተሪፎም ኣብቲ ደቂ ደቂ ኢንኪ ግን ኣብቲ ናይ ዒራቕ ማለት እዩ እታ ዝሰርሕዋ ቦታ መጀመርታ ኣብኡ ተሪፎም በዓል ግልግመሽ ግልግመሽ ዝበሃሉ ተወሊዶም ማለት እዩ ግልግመሽ ከኣኒ ንሳምሶም ሳምሶምን ንሳምሶም ንሃርክልስን በርሴስበርሲየስን ወሊዱ ሰለስተ ኣወዳት ወሊዱ ሳምሶም ንፈልጦ ኢና ሳምሶም ነዊሕ ፀጉሩ ሓያል ኣብዚ መፅሓፍ ናይ መዝሙር ድዩ ናይ ፀሎት ነይሩ ንሕና ቆልዑት ኮይና ነቲ ዓንዲ ከፍርሶ ሓያል ኣይ ቲንክ ሓንቲ ሰበይቲ እያ ፀጉሩ ቆሪፃቶስ ሓይሉ ኣብ ፀጉሩ ዝነበረ ገለ ዝብል ነገር ኣሎ ሳምሶም ኤኒወይ ሓያል ሕጂ ሳምሶም ሓደ ካብቶም ደቂ ግልግመሽ እዩ ማለት እዩ ብጣዕሚ ጥዑያት ደቂ መሬት ኣብዚ ናይ ደቂ መሬት ብጣዕሚ ንፉዓት ሓያላት ፍሉጣት ስጋብ ሕጂ ታሪኾም ድንገር ዝነበረ ማለት እዩ ደቂ ግልግመሽ

እዚ ድሕን ትርእይዎ ኣለኹም እዚ ሓያል ከማኒ ኣንበሳ ሓቂፉ ኣሎ እንስሳ ሓቂፉ ኣሎ ሃድን ኣሎ ማለት እዩ ንህለ ክንዲ ምንታይ ሲ ሓያላት ከም ዝነበሩ ማለት እዩ እዚ ድሕን ርኢኹሞ ትኾኑ ገለገለ ሰባት ኣምሽር ትፈልጥዎ ኢኹም እዚ ስእልታት ሕጂ ሓያላት ከም ዝነበሩ ፈሊጥና ኣለና። ሳምሶም ስጋብ ሕጂ ናይ መጨረሽታ ንፈልጦ ኢና ከም ተበለሉ እዚታት ጥራሕ እዩ ዘይነበረና። እዚኦም ከም ዝሰሲኖም ሓያላት ፈቃራት ስነ ስርዓት ዘለዎም ኮይኖም ማለት እዩ። እቲኦም ካልኦት ናታቶም ባራዩ እዚኦም እጅጂ ከኣኒ እጅጂ ዝወለድዎም ካብ ደቂ ሰብ ግን ሕማቃት ወለዶ ከም በዓል ንፌሌም ንፌሌም ዝባሃሉ እዞም ድወደቁ ድብልዎም ንፌሌም ፍሉጥ እዩ ኣብ መጽሓፍ ቅዱስ ኣሎ ጨካናት ብዙሕ ሕማቅ ናይ ደቂ ሰብ ናይ ደቂ ሰብ ጽቡቅ ዘይፈትዉ ኣብ ደቂ ሰብ ካኒ ብዙሕ ሕማቅ ኣቢሎም ኣውሪዶም ንደቂ ሰባት ይበልዕዎም ነይሮም ንሰብ ከዓ ሕጂ ስጋብ ቀረባ ግዜ ሰብ ከም ድ ኣሎ ካነብስ ኣለዉ ሰብ ዝበልዑ ኣለዉ ንዕኦም ኖርማል ከምዚ ንሕና በጊዕ ዋላ ገለ ንበልዖ ከም ሰባት ስጋ ገለ ዝበልዑ ከምኡ ዋላ ንዕኦምሲ ኖርማል ኢዩ ሕጂ ኣብ ሓደ ሓደ ዓድታት ፈረስ ዝበልዑ ኣለዉ ኣባና ግን በጊዕ ገለ ኣብ ሓደ ሓደ ቦታታት ከኣ ከልቢ ዝበልዕዎም ኣሎ ኣብ ድብላዕሉ ኖርማል ኣሎ እሳቶም ከኣ ስጋ ሰብ ድበልዑ ሕጂከ ኣነሲ ዓጽሚ ናይ ምድያና ድዩ ዋላ ገለ ዶ ተባሂሉሲ ፎሱ ተባሂሉስ ካነበኒዝም እዩ ኤኒወይ ናይ ሰብ ምብላዕ ማለት እዩ ዓጽሚ ኩን ስጋ ኩን ናይ ሰብ ነገር ከንስዩም ድሕን ትገብር ኮንካ ስሕበት ናይ ኮምታት ኣሎ ማለት እዩ ኤኒወይ ሕጂ እሳቶም ከምኡ እዬም ኔሮም ግን ተዳኺሞም ብዙሕ ኣይሰሰኑን ምክንያቱ ዝዘራእካዮ ስለ ትዓፅድ ኣብኡ ከለና ክንብሎም ኢንኪ እዚያ ኣናናኪ ኩሉ ሰለስተ ሽሕን ሽዱሽተ ሚትን ዓመት እያ ናብ መሬት ትቐርብ እታ ናታቶም ፕላኔት ናባና ትቐርበሉ ኩሉ ሰለስተ ሽሕን ሽዱሽተ ሚትን ዓመት እዩ ትቐርበና ሕጂ ከማኒ ዳርጋ ትቐርብ ኣላ ድበሃል ኔበሩ ክትመጽኣ ብዙሕ ግዜ ተባሂሉኒ ኣነ ብዙሕ ግዜ ብዙሕ ዓመታት ሰሚዐዮ ኣለኹ ዚእ ግን ወላ ሓንቲ ብዙሕ ኣይርድኣንን እዩ ኔሩ ሕጂ ግን እንዳ ዓበኻ ዝያዳ ዲብ እንዳ ተረድኣካ ምስቲ ናይ ትዓብዮ ትሰምዖ ጽንጽዋያ ድዩ ዋላ ምስቲ መጽሓፍ ቅዱስ ድዩ መዝሙራት ድዩ ገለ መልታት ኣተሓሒዝካ ብዙሕ ሰንስ ብዙሕ ትርጉም እዩ ዝህበካ ምክንያቱ ጀስት ኮፒ ኤን ፔስት ኮፒ ኤን ፔስት ካብቲ ናይ ቀደም ስለ ተገበረ ከምኡ እዩ ዝመስል ግን በላሕቲ ጽሒፎሞ ኣለዉ ብዝኾነ ኣኑናኪ ንደቂ ሰባት ክጸም ስለ ምተዘራረቡ ኦኬ እዚኦም ኣኑናኪ ተኣኪቦም ነቶም ደቂ ሰባት ሕጂ ኣየልዩናን እዮም እታ ፕላኔትና እንዳቀረበት ትኸይድ ኣላ ፕላኔትና ተዓሪያ ደቂ ሰባት ኣየልዮምና እንታይ ክገብሩ ኢሎም ተማያይጦም ዝተዋለዱ ብቅርቢ ንፍቅሪ ናይ ሰብ ዝነበሮም ነይሮም ነይሮም ዘይተደይቀረቦም ዘይፈተዎም ዋላ ሓንቲ ኣታችመንት ዘይብሎም ምስ ደቂ ሰባት ስለ ስለ እትዮም ገሊኦም ግን ፈትዮሞም ከም በዓል ኢንኪ ፈትዩስ ወሊዱስ ደቁ ከማነይ ፅቡቅ ከይዶም ከይዶምሉ ፅቡቅ ተመሳሲሉ ምስ መሬት ስለ ዝፈተዎም ሓደ ስድራ ሕጂ ኢሎም ኣብቲ ዝርርብ ክልተ ኣብዚኣ ሕጂ ክልተ ዓይነት ወረ ኣላ ሕጂ ተሰማሚዕም ሓደ ፋሚሊ ንግደፍ ተባሂሉ ኖህ ተሓርዩ ዝብሉ ኣለዉ ኣቦ ኖህ ኖህ ክጠፍእ ምስ ስድራ ቤቱ ስለ ዘይደለየ ከዓኒ ይብሉ ከዓኒ እንኪ ኖህ ኣቦኡ ስለ ኖህ ወዲ ኢንክ ስለ ዝኾነ ክጠፍኦ ኖህን ደቁን ስለ ዘይደለየ ብምስጢር ከምዚ ናይ ፈጣሪ ዝነግረካ ወይ መላእክቲ ዝነግሩካ ብምስጢር ካብ ቦትኡ ከሎሲ ነጸብራቅ ገይሩ ከምዚ ፕሮጀክት ገይሩ ኣብቲ ናቱ ገዝኡ መንደቅ ኤግዛክትሊ ከመይ ገይሩ ከም ዝሰርሕ እታ እሱ ንፉዕ እዩ ነይሩ ናይ ተክኖሎጂ ናይ ኮምታት ንፉዕ ስለ ዝነበረ ነጊርዎ ነቡኡ ክነግረካ እየ ብኢንዲተልስ ከምዚኣ ገይረ ከምዚኣ ገይረ ክነግረካ እየ ከምኣ ገይርካ ነቲ ወዱዳ ስራሕ እሞ ኣብኡ ሽዕኡ እቲ ማይ ኣሂ ስጋዕ ድብል እስኻን ደቅኻን ከብትኻን ኣብኡ ኣብኡ ኮንካ ደሓን ኢልዎ። ኣወሃህባ ኢንዲተልስ ግን እቲ ኢንኪ ኣብቲ ናቱ ገዝኡ ቦትኡ ኮይኑ እቲ ወዱ ከኣኒ ምስ ስድራቤቱ ኣብቲ ገዝኡ ኮይኑ ኣብኡ ሕሹኽ ብማዕዶ ከምዚ ተላፓቲ ከምኡ እቲ መሰጅ ዝሰደሉ ፕሮጀክት ይገብረሉ ነይሩ ኢንዲተልስ ንሱ ከኣ ከምታ ዝበላ ሰሪሑ እዩ ዝበሃል ገሊኡ ከኣ ድበሃል ኣሎ ኖእ ተዛራሪቦም ኣብቲ ፓርላማ ተዛራሪቦም እዮም ንኖህ ክተርፍ ብፁዕ ስለ ዝኾነ ስርዓት ስለ ዝነበሩ ስንደቁን ንዕኡ ስፔር ገይሮሞ ገለ ዝብል ኣሎ ግን እቲ ማይ ኣሂ ባዕላቶም እዮም ኣርቲፊሻል ኣቢሎሞ ሕጂ ይምክን ከማን ብዙሕ ነገራት እንዲ ዝርከብ ዘሎ ደቂ ነጋውስ ብዙሕ ነገር ኢሉ ኣሎ ፈትወኩም እየ ከዓ ኢለኩም ዶ ፈትወኩም እየ ፈትወኩም እየ ፈትወኩም እየ እ፣ መብዛሕትኡ ካብ ርእሰይ ይዝ- ይ- ይ- ይዛረብ ኣለኹ ኣብየ ኣለኹ ኦኬ ኢንኪ ኩሉ እቲ ኣብ መሬት ኣብ ዝተቕርብ ኦኬ ስድራ ክ- እ፣ ክገድፎ መዲቡ ንሱ ድማ ዩቱበር ይበሃል ኦኬ

ንዕኡሲ ስፔር ክግበር ሓቲቱ ፕሊስ ኣይትቅተልዎ ንዕኡን ንስድርኡን ዝብል ሓቲትዎም ቡይ ኤኒወይ ተዋሂቡ ማለት እዩ እሱ ስፔር ገይሮሞ እምበር ንኩሉ ፍጡሮም ንኩሉ ተደምሲሱ እዩ እሱ ጥራሕ እዩ እሱን ደቁን ደቂ ደቁን ጥራሕ እዮም ተሪፎም ካብቲ ካብቲ ማይ ኣይሂዞም ለጦ ማለት እዩ ሕጂ ከማን ዳርጋ የጥፎን ኣሎ በትን በትን በብዓይነቱ እንዳገበሩ ኤኒወይ ሕጂ ሓተተ ሊል ንደቁ ሰባት ከጥፍእ ከጥፍእ ደልየ ግን ኖህ ፍርቂ ኣኖኖኪ ፍርቂ ሰብ ክድሕን ኣብኡ ሓገዝ ሓገዝ ሂቦ መርከብ ክሰርሕ ማለት እዩ ክሰርሕ ምስ ደቁን ደቂ ደቁን ድሕን ካብ ማይ ኣይሂ እዚ ኣብ እዚ ጽሑፍ እዚ እዚ ኢንፎርመሽን ከኣ ኣብ ኢፔክስ ኦፍ ግልግመሽ ዝበሃል እዩ ተሰኒዱ ዘሎ እዚ ናይ ማይ ኣሃይ ኣብ መጽሓፍ ቅዱስ ካብቲ ናይ ኤፒክ ኦፍ ግልግመሽ ዝብል እዩ ካብኡ ኣምጽኦም እዮም ናብ እቲ መጽሓፍ ቅዱስ ፈርውድ ገይሮሞ እዚ ቅድሚ ሰለስተ ሽሕ ዓመት ዝተወቐረ ዝተረኸበ ነገራት ኣሎ። እዚ ዳሕራይ ሃይማኖት ዝመፀ ግን ናይ ክልተ ሽሕ ቅድሚኡ ሽሕ ዓመት ማለት እዩ ፕላስ ንሳቶም ከዓኒ ነዊሕ ዕድመ እዮም ዝፅንሑ ብጣዕሚ ነዊሕ ነዊሕ ዕድመ እዮም ዝፅንሑ እዚ ሽሕ ክልተ ሽሕ ንዕኦም ኖርማሊ ከምዚ ናህና ሕጂ ሚእቲ ኮይኑ ዘሎ እዚ ምስቲ ጥዕና ምስቲ ወዘር ምስቲ መከራን ውግእን ንሱ እዩ ፕላስ ኣብቲ ክሰርሑና ከለዉ ከዓኒ ኣብቲ ናትና ጂን ኣብኡ ከኣ ተጻዊቶም እምበር ንሕና ኢሞርታል ኢና ኔርና ኣደይ ንመውት ዕድመ ጸጊብና ገለ መልታት ንኸይድ ኤኒወይ ከምኡ ኢና ኔርና ግን ንዓና እንታይ እዮም ድብሎ ኔሩ ንሕና ክንዓብሲ ከም ዝግመ ገይሮም ሲ ኣደንዚዞሙና ዝበሃል ነገር ኣሎ እዚኣ እዚኣ ኣነ ክቲ ኩሉ ድሰምዖ ሲ ምጽእ እዩ ዝብለለይ ሕጂ እሳቶም እንድም ኣደንዚዞምና ግን እቲ ሳልሳይ ዓይንኻ ድሕን ተኸፊቱ ግን ካብኡ ትጋላገል ማለት እዩ እዚኣ ኣርእየኩም ነይረ ምሽ እዚኣ ኣበይ ኣሎ እዚ ካሜራ እዚኣ ምሽ ኣርእየኩም ነይረ እዚ ኣብ ዝኾነ ኣሎ ኦኬ እዚ ናይ ሳልሳይ ዓይንና ከምኡ እዩ ዝመስል ኦኬ ኣበይ ኣሎ እዚ ኸያ ኦኬ ኣብዚ ከዓኒ እኒሄለ ኣብቲ ናይ ቀደም ከኣኒ እኒሄለ ናይ ዓሳ ተኸዲኑ ግን ኣብ ኢዱ እዚ ኣነ ሕጂ ዘርኣኹኹም ሒዙ ኣሎ ኣብታ ጸጋማይ ኢዱ ከኣኒ እቲ ናይ ዲኤንኤን ማለት እዩ ሒዙ ዘሎ ንሕናስ ሞዲፋይድ ከም ዝኾና ከም ዝተሰርሐና ፈጣሪ ከም ዝፈጠረና ፈጣሪ መን እዮም ኮይኖም ዘሎ ሕጂ ፈጣሪ እቲ ቀንዲ ፈጣሪ ፈጣሪ ዘይኮነስ እቲ ድሓዋወሱና ፈጠርትና ኢልና ንኣምኖም ነምልኾም ከምኡታት ስለ ዝተጻወቱ ምስቲ ናትና ሕጂ እዚኦም ኣናናኪ ኮይኖም ኣለዉ ማለት እዮም ኦኬ እቲ ታሪክ ናይ ማይ ኣይሂ ካብ ኩሉ መጻሕፍቲ ሃይማኖት ይንገር ኣብ ኩሉ መጻሕፍቲ ብዛዕባ ናይ ሃይማኖት ኣብ ኩሉ ሃይማኖታት ኣብ ኩሉ ኩሉ ብዛዕባ ማይ ኣይሂ ይንገር እዩ ኣብ ሂንዲ ናቱ ሽብሽቲም ናቱ ሽብሽቲም ገለ ዝበሃል እዩ ይብልዎ ግን እተን ሰለስተ ናይ ኣብርሃሚክ ዝብሃላ ግን እሳ እያ እታ ማይ ኣይሂ ትብሃል ኣሎ ኣብ ኩሉ ሃይማኖታት ብዛዕባ ማይ ኣይሂ ኣሎ ኣኑናኪ ነዊሕ ዕድመ ይጸንሑ ግን ክንወልድ ጻዕሪ ጌሮሙልና ኤኒወይ ብዙሕ እንድዮም ምሂሮሙና ግን ኣፍቲ ምውላድ ከማነይ ከም ንጽዓር ገይሮሞ እምበር ንፉዓት እንድዮም ኣብ ኣፊክስ ምገበርዋ ነይሮም ሕጂ ክምለሱ እዮም ይበሃል እዩ ኤኒወይ ዝብል ዝብሉ ኣለዉ ክንጠፍእ ኢና ድዮም ድዮም ከም ሕልና ሕጂኸ ዋላ ክጥፉኡና ድዮም ዋላ እንታይ እዮም ክህቡና ከመይ እዮም እንታይ እዮም ዝመያየጡ ደለዉ ሕጂ ምኽንያቱ ፓርላማ ኣለዎም ይመያየጡ እዮም ልክዕ ከምዚ ንሕና ናቶም ስለ ዝሃቡና ከምዚ እዩ ዝመያየጡ ክንጠፍእ ዘይደልዩ ከዓ ኣለዉ ደሞም ድማ ክንጠፍእ ንሕና ደይደልዩ ከዓ ኣለዉ እዚኣቶምሲ ዓይኖም ተኸፊቱ ፀዲቖም ሃይ ኮይኖምሲ ካብቲ ክፉእ ግብሪ ርሒቆም ብሰላም ነይሮምሲ ነዚኣ መሬት ሽሽፍት ክገብርዋ እዮም ዝብሉ ኣለዉ ብኡ እዮም ከዓኒ እንታይ ይበሃል ኢንፎርሜሽን ድህቡና ኩሉ ኢንፎርሜሽን ኣብዚ ዓለም ዘሎ ኢንፎርሜሽን እስኪዝ ሚ ማይ ክሰቲ ኣብዚ ዓለም ዘሎ ኩሉ እቲ ኩሉ እቲ ነገራት ዝህቡና ንሳቶም እዮም ድህቡና ስለዚስ ኣይምሃቡናን ነይሮም እንተ ደይ ነብል ምክንያቱ ብዙሓት ሕጂ ሰባት ዓይኖም ድኽፈቱ ኣለዉ በብግዜኡ በብግዜኡ ካብ ስሳታት ኣትሒዞም በብግዜኡ ብፁዓት ሰባት ኣብ ዝድውለዱ ኣለዉ ማእታ ነዚ ናይ ሰብ ኮንሽስነስ ሓፍ ከብሎ ኣንፃሩ ዝሰርሑ ከዓ ኣለዉ ኣንፃሩ ዝሰርሑ ከዓ ኣለዉ ክኸዱ ኣይኽእሉን እዮም ምክንያቱ በዚ ካብዚ ድሕን ደይተወለድካ በዚ ድሕን ደይተወለድካ ክኸውን ኣይክእልን እዩ ድሕን ብደገ መጺኻ ናይ ደገ ኢኻ በዚ መሬት እዚ ክትውለድ ክትክእል ኣለካ ከምዚ ክስታይ ክትኮንስ ዓይንኻ ክብል እቲ ፕሮሰስ ክኸደልካ ማለት እዩ ሕጂ ንዓና ክንጠፍእ ዝደልዩ ኣለዉ ክንብል ክንዓቢ ከዓ ዝደልዩ ኣለዎ ዋላ ሕጂ ንኖህ ከጥፍዎ ደልዮም ነይሮም ኣይገድሹም ግን ኣብኡ ተኻቲዑ ኣድሒንዎ ማለት እዩ ምስ ደቁ እቲ ምስጢር ከመይ ገይሩ ከም ዝብል ከማን ኣርቴክቸር ስለ ዝነበረ ሂብዎ እታ ዝበለጸት ዝነውሐት መርከብ ሰሪሑ ደቁን ነብሱን ኣቢሎም ምክንያቱ ክንዲ ምንታይ ማይ ከም ዝገብሩ ደጥፍእ ነቲ ፍጡር ዝነበረ ፈሊጦም ስለ ዝነበሩ ልዕሊኡ ከም ዝሰርሕ ገይርዎ ብዝኾነ ኣንኖኪ እዛ ሃቡና ሃይማኖት ሃይማኖት ሂቦምና ፅሕፍ ጽሕፈት ሂቦሙና፣ ውግእ ሂቦሙና፣ ሙዚቃ ሂቦሙና፣ ኣርት ሂቦሙና፣ ማትስ ሂቦሙና፣ ምክንያቱ እዚ ሃንድርት ፐርሰንት ኣነ እፈልጥ ንሳቶም ከም ዝሃቡና ማለት ንዓይ ብዙሕ ስለ ዝሃቡኒ እሳቶም ድም መን እዮም ኣነ ኣይፈልጥን፣ ግን ከምዚ ኣነ ዘንብቦ እቲ ኣነ ዝኩሉ ዝተዋሃብኩዎ ዝነበረኒ ክባራበር ዝገበረኒ ናይ ውሽጠይ እንድዩ ግን ኣሎ ጽልዋ ከኣ ብደገ ካብ ካብቲ ቀንዲ ሶርስ ተምጾ ማለት እዩ ባርነት ባርነት ዓመጽ ስስዐ ኩሉ እዮም ሂቦምና ጽልኣት ደቂ ኣንስትዮ ወሬቨር ኩናት እዚ ጸቕጢ ቦርዶ ጸቕጢ ኩሉ ሂቦምና ጽቡቕ ጽቡቕን ክፉእን ሂቦምና ዋላ ጸቕጢ ዋላ ስትረስ ዋላ ገምተት ሂቦምና ጽቡቕን ክፉእን ሂቦምና እዚ ሕጂ ኩሉ ሂቦምና እዚ ሕጂ ጽቡቅ ጽቡቅ እቲ ጽቡቅ ጽቡቅ ማለት ኣይኮነን ክፉእ ክፉእ ማለት ምክንያቱ ኣብ ክፉእ ከማኒ ሕልን ምስ ሕልናኻ ትሰርሕ ኢኻ ኣክንዲ ትሓብሮ ኖ ኣይሓብሮን እየ ኢልካ ጽቡቅ ትገብር ዝያዳ ትስዕር ካብ ኣብ ጽቡቅ ክትስዕር ከማኒ ኣብ ሕማቅ ተፈቲንካ ድሕን ስዒርካ ኤክስፔሪንስ ኣለካ ሕጂ ኣነ ኩሉ ግዜ ምስ መሓዝተይ ኣለዋ ከም ናተይ ክስታይ ዘሎ ንካታዕ ኢና ኣነ ብዙሕ ክፉእን ፅቡቕን ረኺበ ኤ ኣነ ዓይነይ ሳልሳይ ዓይነይ ተኸፊቱ ዶ ኣሎ ገለገለ ሰባት ግን ኣብ ቤተክርስትያን ኣብ ኣብ ተምፕል ኣብ ከምዞም ቡዲዝም ገለ መታ ኣብኡ ካብ ቆልዑቶም ኣብኡ ዘእትውዎም ኣለዉ ኣብኡ ኮይኖም ዓይኖም ዝኽፈት ዋላ ሓንቲ ኤክስፔሪንስ ናይ ላይፍ የብሎምን ሶ ፕሮቴክትድ እዮም ሓንጎሎም ተዘይኮይኑ ሓንጎሎም ከዓ ዝረኣዩ እዩ ሪፈር ክገብር ዝኽእል ኣነ ግን ብዙሕ ነገር ተሞኪረ ካብኡ ካብ ወፃኹሲ እቲ ከማኒ ዓይነት ኣነ ጥራሕ ዘይኮነስ ብዙሓት ኣለዉ ከማይ ዓይኖም ዝተኸፈተሲ ንሳቶም እዮም ኢንፋክት ኣብ ፅቡቕ ኩነታት ኣንደርስታንዲን ናይ ክፉእን ፅቡቕን እዚ ሕጂ ክንብሎ ዝፀናሕና ማለት እዩ እዚኦም ኣናናኪ ኩሉ ክፉእ ሂቦምና እደዝን ሚን ክፉእ ብኡ ሓሊፍና ድሕን ወፂና ንሕና ዝበለፅና ሰባት ንኸውን ኦኬ ንዕኡ ማለት ከብል እየ ገለ ሓደ ሓደ ኣለዉ ኣብቲ ብቆልዑቶም ኣብቲ ናይ ቤተ መቅደስ ምቕዳስን ምፅላይን ጂምናስቲክን ንእሽተይ ብልዕካ 24 ሰዓት ምስ ነብስኻ ምባል እዩ ን- ብዙሕ ዓመታት ስጋ ብስሳ ሰብዓ ገለ መልታት ዝኾኑ ዕድሚኦም ገሊኦም ኣለዉ ከዓ መንእሰያት ከዓ ኣብኡ ኣብኡ ድዓብዩ ለውሲ ዓብዩ ገሊኦም ይ- ዝበፅሑ ድዮም ኣብቲ ቦታ ኣይበጽሑን ኣይፈልጥን እቲ ዓይኒ ምኽፋት ግን ከምኡ ኣሎ ሕጂሲ ኣየናይ ኣብቲ ኣብ ህውከትን ኣብ ላይፍ እንዳነበርካ ሰባይብ ጌርካ መሚኻ ዓይንኻ ክኽፈት ኣነ ብልጫ ኢለ እየ ድሓስቦ ኤኒወይ ዋላ ኣነ ክዓቢ ከማንሲ ኣብ ኤርትራ መብዛሕትኡ ማጆሪቲ ሕጂ ኣይኮነን ብፍፁም ብፍፁም ብፍፁም ከምኡ የለን ሕጂ ኦፖዚቲ ግን ኣነ ክዓቢ ግን መብዛሕትኡ ሰብ ፈቃር ለጋስ ናይ ኣብ ልቢ ኣብ ልቢ ዘሎ ሕጂ ትሮቦ ወሪዱ ኣሎ እቲ ሰብ መብዛሕትኡ ዳርጋ ወሪዱ ኣሎ ምክንያቱ ናይ ስጋ ድሕን ኣለካ ኣብቲያ ዝተሓተት ቻካራ ኣለካ ማለት እዩ ኣብቲ ናይ ሴክስ ናይ እንጀራ ናይ ስስዔ ናይ ምቕታል ናይ ውግእ ናይ ገለመለ ሕማቕ ማለት ኣይኮነን ግን ካብ ላዕሊ ናብኡ ክትወርድ ከለካ ዔብ ግፍዒ እዩ ካብ ልብሲ ኣትሊስቲ ንላዕሊ ክንከይድ ነይሩና ምክንያቱ ኣብ ልቢ ኢና ነይርና ኣነ ክዓቢ ኩላትን ፈቃራት ሓደ ሓደ ኣይትስእንን ኢካ ሰብ ሰብ ምኳን ኣይተርፎን እዩ ማጆሪቲ ኢካ ትርኢ ማጆሪቲ ግን ፈቃር ብልቡ ዝሰርሕ ነይሩ ብዝኮነ ከይን ዋሓልኩም ደቂ ነጋውስ ክንምለስ ኣብዚ ኣብዚ ፅሑፈይ ፈትወኩም እየ ፈትወኩም እየ ፈትወኩም እየ ምከዓ ፋሕ ኦኬ መለ እስኪ መበሊኦም ኦኬ ፋሕ እንታይ እዩ ኩሉ ሂቦምና ምሽ ኣብይ በፂሐ ድማ ኖ ኖ ኖ ኦኬ ኢንኪ ናብ ምስሪ ኦኬ ንዓና ኩሉ ነገር ሂቦምና ምሽ ኩሉ ሂቦምና ዋላ ከፍኣቱ ፅቡቅ ኦኬ ኢንኪ ናብ ምስሪ ከይዱ ኣነንያ ድማ ናብ ዒራቅ ንዕኦም ዝመስሉ ወሊዶም ወሊዶም ፋሕ በሉ ኦኬ ሕጂ ኣብ ዒራቅ እዮም ሙሽ መጀመርታ ወሪዶም ነይሮም ኢንኪ ኢንኪ ኣብኡ ተሪፉ ማለት እዩ ኣብ ምስሪ ተሪፉ ኦኬ ኣነ ግንስ ኣነንያ ሕጂ ንሕና ኣነንያ ኢልና ንፅውዕ ኢና ምሽ ኣነንያ ሽም ኣለና ግን እቲ ኣነንያ ኣብ ዒራቅ ዝተረፈ እዩ ገላሃብ ዒራቅ መፅም ዝበሃሉ ሃማነ ሓደ ስለዝነበረ ምናልባት እዚ ሓቂ ክኸውን ከማን ይኽእል እዩ ምክንያቱም እቲ መሬት ስለ ደይተሰባበረ ስለዝነበረ ብእግሮም ብኣፍራስ ወይ ብገለ ብገመል ወይ ብገለ ይኸዱ ይመፁ እዮም ነይሮም ኢስ ኖርማል ነይሩ ከማነይ ከምዚ ድርቕ ዝበለ ኣይነበረን ለምለም እዩ ከዓ ነይሩ ብጣዕሚ ለምለም እዩ ነይሩ ስለዚ ተረርቲ ጥዕና ዝመልኦም ገለ እዩም ነይሮም ላዕልን ታሕትን ይብሉ ነይሮም ብዙሕ ክስታይ ካኣ ነይርዎም እዩ መኼድን መምጽእን ብትሕቲ መሬት ዝኸድሉ ነይሩ ብዙሕ ነገራት ነይርዎም እዩ ግን እዚ ኣነንያ ንዓና ሕጂ ፋሚልያ ኢንኪ ኢንኪ ከማን ኢንኪ ቋንቋ ኢንኪ ኣብ ትግርኛ ኣሎ ከም ሽም ኣይንጥቀመሉን ኢና ግን ኣሎ መብዛሕትኡ ኣነ ጽን ኢለ ክሰምዖ ከለኹ ዝያዳ ናባና ኣሎ ኤኒዌይ ኣነንያ ኣብ ዒራቕ ተሪፉ ኢንኪ ከኣ ኣብ ምስሪ ተዋሊዶም ማለት እዩም እዚኦም እንታይ ይበሃል ከዓ ፋሕመ በሊኦም ፋሕመ በሊኦም ከምኡ ካብቲ ቦታ ዝወፁ ከዓኒ እዚኦም እጅጅ ምክንያቱ ተዋሊዶም እንዲም ምስ ደቂ ሰባት እዚኦም እጅጅ ከዓኒ ባርያናታቶም ሒዞሞም ዝመፁ እዮም ረመንበር እቶም ሰለስተ ሚእቲ ኣናናክ ሽዱሽተ ሚእቲ ከዓኒ ናታቶም ኣገልገልቲ ዝመፁ እቶም እጅጅ እዮም ንሳቶም ግን ንእሽተይ ጠባዮም ክስታይ ክውን ዝበለ እዩ ፍልይ ዝበለ እዩ ኣይኮኑን ከኣ ከምትዮም ኣና ናኪ ፍልይ ዝበሉ እዮም ንሳቶም ሰሪሖሞ ምኾኑ ኣይደንት ኖ ኤኒ ምስኣቶም ዝመፁ እዮም ሕጂ ፋሕ መበሊኦም እጅጂ ንዓና ባርያ ጌርኩሙና ንደቂ ሰብ ድማ ኣብ ገነት ተንብርዎም ኣለኹም ብዝብል እዩ ንምንታይሲ ንደቂ ሰባትሲ ኣብ ገነት ተንብርዎም ንዓና ከኣኒ ንምንታይ ፈሊኹም ትርእዩና ኢሎም ማለት እዩ ምክንያቱ ንደቂ ሰባት ብጣዕሚ ፈትዮሞም ካብኦም ከማን ተዋልዮም እዮም እቴም ኣነናኪ ብዙሓት እጅጂ ተፈኺዖም ውግእ ብውግእን ሕድሕድን ተጣፊኦም ተዳኺሞም እቶም ኢጅጂ ዝበሃሉ ምኽንያቱ ሰብ ይበልዑ ይበኣሱ ነንሕድሕዶም ትራብል ሜከር እዮም ነይሮም ዋላ መጀመርታ ምፅእ ክብሉ ከለዉ ከማነይ ንምንታይ ካልእ ክንሰርሕ ኢና ኢልኩም ኢሎም ሸብሮ ገይሮም ነይሮም ሕጂ ረሲዑ ኣለኹ እቲ ናታቶም ሓላፊ ንግበር ሸብሮ ኢሎም ሸብሮ ገይሮም ዳሕራይ ግን ተኣሲሮም ከም ዝሰርሑ ጌሮሞም ቶም ኣናናኪ ስለዚ ንእሽተይ ሕይል ዝበሉ እዮም ፍልይ ዝበሉ ጠባይ ዘለዎም እዮም ዋላ ካብቶም ሰባት ዋላ ካብቶም እንታይ ይበሃል ሰብ ከዓ ይበልዑ እዮም ስጋብ ሕጅም ከምኡ እዩ ዝበሃል ብዝኾነ ብውግእን ሕድሕድ ካብ ምስሪ ወፂኦም ወፂኦም ደምና ኣይነባላሸውን ኢና ኢሎም ካብቲ ዝነብሩሉ ካብ ምስሪ ከይዶም ነይሮም ማለት እዩ ካብ ዒራቅ እቲኦም ሓደ ናብ ምስሪ እቲኦም ሓደ ከዓኒ ናብ እንታይ ባህል ከይዶም ነይሮም ሕጂ እዚኦም ናብ ኤሮጳ ናብ ኤሮጳ ከይዶም እዚኦም ኢጂጂ ዝበሃሉ ደምና ኣይነባላሹና ነንሕድሕድና ኢና ንዋለድ ማእታ ንሕና ሱፔሪየር ንሕና ድበለፅና ነጋውስ ኢና ገለ ኢሎም ስለ ዝኣምኑ ንኤሮጳ ከይዶም ነገስታት ኢና ኢሎም ደሞም ኣይሓዋወስዎን ምስ ደቂ ሰባት ብብዝሒ እሳቶም ኣይተሓዋወሱን ነንሕድሕዶም ጥራሕ ይመራዓዉ ነይሮም ሕጂ እዚኣቶም ይበሃል ሕጂ እንዳበተኹ እንዳጠፍኡ ከይዶም ኣለዉ ምኽንያቱ ክዋለዱ ከኣኒ እንዳመኸኑ ኸዱ ኣለዉ ምኽንያቱ ናይ መሬት ኣይኮኑን ሙሉእ እንታይ ሙሉእ ጅን የብሎምን ጎደሎ ኢቲ ናታቶም ጅን ኣይተሓዋወሱን ኤኒወይ ሕጂ ግን ይተሓዋወሱ ኣለዎ ናይዚ መሬት ስለ ዘይብሎም እንዳበተኹ ከይዶም ሕጂ ግን ክዋለዱ ጀሚሮም ኣለዉ ምስ ካልእ ዓልየት ክዋለዱ ጀሚሮም ካብ ኣሕዋቶም ካብ ኣሕዋቶም ጥራሕ እዮም ዝዋለዱ ነይሮም ምስ ኣሕዋቶም ጥራሕ እዮም ድማራ ንሕና ሱፔርያ ንሕና ዝበለጽና ኢና ኢሎም ኣብ ኤሮጳ ነይሮም ይብሉ እዚ መስል እዚኣ ናይ መጨረሽታ ደቂ ነጋውስ ኣይሆፕ ቦሪንግ ገይረኩም ከይኮን ግን እቲስ ኖሎጂ ኢለን ዓይ ኬፍ እዩ ዝበኒ ከምዚታት ክ- ከምዚታት ፍ- ናይ ቀደም ናይ ብዙሕ ዓመታት ዝኣከብዎ ከምዚ ምስቲ ዘለና ሕጂ ኣብ ምስቲ ኩነታትና ምስቲ ጠባይና ንምንታይ ኣነ ይብል ንምንታይ እዩ ሰብ ከምዚ ዝጨኻኸን ንምንታይ የሕዋት ከለዉ ከምዚ ገለ ካብዚ ዝመጸ እዩ ሕጂሲ ኣብቲ ናትና ጅና ድሕን ኣትዩምናስ ኢትስ ቨሪ ዲፊክልት እንተሕን ዘይፈለጥናዮ ሸለል ክንብሎ ኣይንኽእልን። ንምንታይ ምስ ኣሕዋትካ ትበኣስ? ንምንታይ ምስ ጎረቤትካ ትበኣስ? ንምንታይ እንታይ ኣሎ? እንታይ ኢኻ ትወስዶ? እንታይ ኢኻ ተምጽኦ? ኢልካ ድሕን ጸጥ ኢሉ ሓደ ሓሲቡ ዋላ ሓንቲ ትርጉም የብሉን። ንምንታይ ግን ምኽንያት ኣሎ። ምኽንያቱ ኣብቲ ጅና ከምኡ ገይሮም ስለ ዝሰርሑና ሓደ ክንብርከኽ ዝገበሩና ሓደ ከነምልኽ ድገብሩና ዝኾነ ሰብ ድሕን ትዝርብ ትዝረብ ኣቢሉ ነምልኾ ድኾነ ደይ ናትና ኣምላኽ ዋላ ደይ ናትና ጂን ዋላ ደይ ናትና ነገር ሕጂ ጻዕዳ ሰብ ሃይ ብዙሕ ሰብ እዩ ጻዕዳ ሰብ ብዙሕ ሰብ የምልኽ ናትና ኣይኮነን ዋይ ንሕና ኮንፊዝ ንኸውን ኣለና ስፒሪትዋሊ ንሕና ኮንፊዝ ንኸውን ብብዙሕ ምኽንያታት ብዙሕ ነገራት ኣሎ ንዓና ድብጽብጸና ካበይ መጽዩ ካፍቲ እቲ ጅና መስኣብ ስለ ዝገበሮ ሕጂ ሓንቲ ክንገብራ ዘለና ዓይንና ዓይንና ክንክፈት ኣሎ ኣብ ሕልናና ኣብ ውሽጥና ክንምለስ ኣለና ነዚ ክብል ኢለ እየ ንዓይ ከምቲ ኖሎጂ ድህበኒ ዘዕብየኒ ንዓኹም ከዓ ደቂ ነጋውስ ማእታን ከዕብየኩም ኢለ እየ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ኣዜ ብዕብዮ ቻው